ሰላም ሰላም ክቡራትን ክቡራን ተኸታተልቲ ናይዚ መደብ ከመይ ቀኒኹም? እንኳዕ ብሰላም ናብ ሃናፅ ሓሳብ ቲቪ ብሰላም መጻኹም። ሰላም ኣምላኽ ምስኹም ክኸውን እናተመነኹ ናብ ናይ ሎሚ ትሕዝቶና ከብለኩም። ናይ ሎሚ ቪድዮ ትሕዝቶና ብዛዕባ ሽንፋ እዩ ክኸውን። ሽንፋ ኣብ ሕብረተሰብና ካብ ዘለዎ ባህላዊ ኣጠቃቅምኡን ፍወስኡን ብዝበለፀ ኣብ ሳይንሳዊ መፅናዕትታት ዝተመርኮሰ ሓያል ጥዕናዊ ረብሓታትን ኣብ ውሽጡ ዘለዉ መኣዛታት ማለት ቫይታሚናትን ሚነራላትን ንኣካላትና ዝህቦ ኣወንታውን ኣልታውን ጽልዋ ብኸመይን መኣስን ክንወስዶ ኣለና? መን እዩ ኖርማል ክወስዶም ዝኽእል? መን እዩ ክጥንቀቐሎም ወይ ከዓኒ ካብ ጥቕሚ ክውገድ ዘለዎ? ውሑስ መጠን ዓቐን ኣለዎ ድዩ? ብደረጃ ዕድመ ኸ ይፈላለ ድዩ? ንዝብሉ ሕቶታት መልሲ ክንደስስ ኢና። ሰናይ ምክትታል። ሽንፋ ኣብ ሕብረተሰብና ብባህላዊ ፈወሳ ኣዝዩ ልሙድ ኮይኑ ብትሕዝቶታት ድማ ኣዝዩ ሃፍታም እዩ ማለት ከም ሓፂን፣ ፎሊክ ኣሲድ፣ ፕሮቲን፣ ፋይበር ከምኡውን ኦሜጋ ሰለስተ ስብሒ ዝኣመሰሉ መኣዛታት ማለት እዩ። ከምኡውን ኦርጋኒክ ብምዃኑ ብተፈጥራዊ መንገዲ ተዓሽጉ ካብ ኬሚካል ነፃ ብዝኾነ ናብ ዕዳጋታት ይቐርብ እዩ። ሽንፋ ኣብ ኣካላትና ቅልል ዘይበሃል ግደ እዩ ዘለዎ ማለት ካብ ምሕቃም ምግብን ሕማም ምክልኻልን ክሳብ ሚዛን ሆርሞናትን ዕብየት ፀጉርን ንኩሉ ዝድግፍ ሰፊሕ ጥቕሚ እዩ ዘለዎ። ብዕሙቕ ዝበለ ንምጥቃስ ዝኣክል ንኣካላትና ብዘለዎ ጥቕሚ ንጀምር። ቀዳማይ ናይ ምክልኻል ዓቕሚ የዕቢ። ኣብ ሽንፋ እንረኽቦም መኣዛታት ቫይታሚን ሲ፣ ሓፂን፣ ፍላቮናይድ ንስራሕ ዋህዮታት ደም ንክውስኽን ዑደት ኦክስጅን ንክመሓየሽን ዋህዮታት ብዝበለፀ ንክልኸሉን ይሕግዝዎም። ካልኣይ ደረጃ ሂሞግሎቢን ይውስኽ። ብዘለዎ ሓፂንን ፎሊክ ኣሲድን ሓፂን ንቀያሕቲ ዋያታት ደም ይሃንፅን ፎሊክ ኣሲድ ድማ ንመሐደሲ ዋያታት ይድግፍን ዋሕዲ ደም ይከላኸልን። ሳልሳይ ኣብ ሚዛን ሃርሞናትን ጥዕና ወርሓዊ ፅድያትን ዘለዎ ጥቕሚ እዩ። ፋይቶ ኤስትሮጅን ንኤስትሮጅን ብምምላስ ንወርሓዊ ፅድያት ንምቁፅፃር ይሕግዙን ሓጺን ኣብ እዋን ወርሓዊ ጽድያት ንዝጠፍእ ደም ንምትካእ ይሕግዝን ራብዓይ ንፍርያምነትን ንጸባ መጥበውትን የመሓይሽ። ብዘለዎ ትሕቶ ጋላክታጎጉስ ንፍርያት ጸባ የነቓቕሑን ፎሊክ ኣሲድ ከኣ ንጥዕና ተፈጥሮ የመሓይሽን። ሓምሻይ ክብደት ሰብነት ንምጉዳል ይሕግዝን ንጥሜት ይገትእን። ኣብ ሽንፋ ዝርከብ ፋይበር ነዊሕ እዋን ጥሜት ንኸይስምዓና ይገብርን ፕሮቲን እውን ናይ ሸውሃት ድሌትና የጉድልን ጨዋዳ ይሃንፅን እዩ ሻድ ሻይ ንምሕቃቕ መግቢ ይሕግዘና ማለት ፋይበር ናብ ኣካላትና ዝርከቡ ዘየድልዩ ነገራት ማለት ዝጎሓፉ የለስልስን ንምንቅስቓስ መዓንጣ ይቆፃፀርን ሻውዓይ ጥዑይ ቆርበትን ፀጉርን ንክህልወና ይሕግዝ ሽፋ ቫይታሚናት ቫይታሚን ኤ ቫይታሚን ኢ ሓፂን ፕሮቲን ስለ ዘለዎ እዚኦም ከዓ ቫይታሚን ኤ ንቆርበት ይሐድሶ ቫይታሚን ኢ ንእርጋን ቆርበት ይከላኸል ከምኡውን ሓፂን ንዋሕዚ ደም ናብ ቆርበት ሱር ፀጉርን ይድግፍ እዩ ሻምናይ ኣፅምትን መላጉበታትን ይሕይል ሽንፋ ብካልሲየም ማግኔዚየም ቫይታሚን ከይ ሃፍታም እዩ እዞም ማዕድናት እዚኦም ድማ ንደንሲቲ ዓጽሚ የመሓይሹን ካብ መስፈርት ወይ ከዓ ካብ ኣርትራይተስ ይከላኸሉን እዮም። ከምኡ እውን ሽንፋ ኣብ ጸገማት ስርዓተ ምስትንፋስ እውን ይሕግዘና እዩ። በቲ ዘለዎ ትሕቶ ናይ ጸረ ነድሪ ፍላቮኖይድ ንምልክታታት ኣዝማ ይቕንስን ንጭዋዳታት ብሮንኪያል ብምዝናይ ሰዓል ይቕንስን። ብተወሳኺ ሽንፋ ኣብ ምሕያሽ ደና ሓንጎልን ዓቢ ተራ እዩ ዘለዎ ብዘለዎ ትሕዝቶ ኦሜጋ ስርን ሓፂንን ፎሊክ ኣሲድን ንዑደት ሓንጎል ምዝካርን ንኣእምራዊ ብልሕን ኣዝዩ ይድዕብ እዩ ኣብ ሽንፋ ዝርከቡ ትሕዝቶ ቫይታሚናትን ማዕድናትን ኣብ ኣካላትና ዘለዎም ተራን እንታይ እዩ ንዝብል ሕቶ ሽንፋ ኣዝዩ ብዙሕ ዝኾነ ትሕዝቶ እዩ ዘለዎ ገለ ካብኣቶም ንምጥቃስ ዝኣክል እዞም ዝስዕቡ እዮም ሓፂን ደም ይሃንፅን ንኣወሃህባ ኦክስጅን የደንፍዕን ፎሊክ ኣሲድ ኣብ ፅገና ዲኤንኤ ጥንሲ ቀያሕቲ ዋየታት ደም ይሕግዝ ቫይታሚን ሲ ሕማም ምክልኻል ይሕይልን መምፀይ ሓፂን የደንፍዕን ካልሽየም ድልዱል ኣዕፅምትን ኣስናንን ይሃንፅ፣ ማግኒዥየም ንጭዋዳታት ነርቭታትን ንምቁፅፃር ሽኮር ደምን ይድግፍ፣ ቫይታሚን ኤን ቫይታሚን ኤን ንጥዕና ቆርበትን ፀረ ኦክስጅንን ይጠቕሙና፣ ፕሮቲን ንዕብየት ጭዋዳታትን ፅገና ቲሽን ይድግፉ፣ ፋይበር ንጥዕና ምሕቓቕ ምግብን ምቁፅፃር ሽኮር ደምን ይሕግዘና፣ ከምኡውን ኦሜጋ ሰለስተ ስብሒ ኣሲድ ንመከላኸሊ ሓንጎልን ልብን እዩ ዝጠቅም። ዋላ እኳ ሽንፋ ተፈጥራውን ብዙሕ ጥቕሚ ኣካላትናን ዝህብ እንተኾነ ከም ኩሉ ልዕሊ መጠን ወሲድናዮ ኣልታዊ ሳዕቤን ዘለዎ ሽንፋ እውን ብብዝሒ እንተ ወሲድናዮ ኣልታዊ ሳዕቤን ክህልዎ ግድን እዩ ገለ ካብቶም ልሙዳት ሳዕቤናት ከዓ እዞም ስዕብ እዮም ቀዳማይ ኣብ ምሕቓቕ ምግቢ ወይ ከዓ ቃንዛ ከብዲ እዩ እዚ ኸኣ ብዘይ ማይ ብዝሒ ፋይበር ዘለዎ ትሕዝቶ እንተ በሊዕና ንመዕቐቒ መግቢ ክዓግት ስለ ዝኽእል እዩ። ካልኣይ ሆርሞናዊ ልዕሊ ዓቕን ምልዕዓል ልዕሊ ዓቕን ፋይቶስትሮጅን ንሚዛን ሆርሞናት ክዘርግ ይኽእል። ሳልሳይ ሓደጋ ትሑት ሽኮር ደም እዩ። መድሃኒት ናይ ሕማም ሽኮር ዝወስዱ ሰባት ብብዝሒ ሽንፋእ ምስ ዝጥቀሙ ሓደጋ ትሑት ሽኮር ደም ከጋጥሞም ይኽእል እዩ። ራብዓይ ከቢድ ምፍሳስ ደም ኣብ ግዜ ወርሓዊ ጽድያት ብዝሒ ሽንፋ ብምውሳድ ንልዑል ምልዕዓል ሓፂን ሃርሞነትን ስለ ዘስዕብ እዚ ከዓኒ ንዋሕዚ ደም ክውስኽ ይገብሮ ከምኡውን ኣለርጂ ከስዕበልና ይኽእል እዩ ኣብ ገለ ሰባት ናይ ቁጥዐ ቆርበትን ከምኡውን ዘይምቹእነት ጎረሮ ክህልዎም ክገብር ይኽእል እዩ ኣቐዲምና ናይ ሽንፋስ ሰፊሕ ጥቕምን ብብዝሒ ምስ እንወስዶ ዘለዎ ሳዕቤንን ክንርድ ጸኒሕና መን እዩ ብውሑስ ክወስዶ ዘለዎን መን ይኸ ካብኡ ክውገደሎ ወይ ከዓ ብጥንቃቕ ክወስዶ ዘለዎን ንዝብል ሕቶ ከዓ ንርአ ንሽንፋ ክወስዶ ዝኽእሉ እዞም ዝስዕብ እዮም ዘይስሩዕ ወርሓዊ ጽድያት ዘለወን ደቂ ኣንስትዮ ንደገፍ ሃርሞናት ስለ ዝጠቕመን ጡብ ዘጥብባ ኣዴታት ቀረብ ጽባ ንምዕባይ ስለ ዝጠቅም ዋሕዲ ደም ዘለዎም ሰባት ምክንያቱ ልዑል መጠን ሓፂን ስለ ዘለዎ ልዕሊ ኣርባዓ ዝዕድሚኦም ዓበይቲ ንጥዕና ኣዕፅምትን መላግቦታትን መንእሰያት ንቆርበትን ጸዓትን ንምዕባይ ከምኡውን ኣረጋውያን ሕማም ንምክልኻልን መዓ ምግቢ ንምሕያልን ክወስድዎ ዝኽእሉ እዮም። ሽንፋ ኣብ ምውሳድ ብጥንቃቐ ወይ ከዓ ንጠቕላላ ከወግድዎ ዝግብኦም ከዓ እዘም ዝስዕቡ እዮም። ነብሰ ጸራት ደቂ ኣንስትዮ ብፍላይ ድማ ቅድሚ ሰለስተ ወርሒ ምክንያቱ ሓደጋ ለውጢ ናይ ሃርሞናት ስለ ዘምጽእ ካልእ ናይ ኤስትሮጅን ተነቀፍቲ መንሽሮ ሕማም ዘለዎም ሰባት እዮም። እዚ ከዓ ብሰንኪ ፋይቶ ኤስትሮጅን ማለት እዩ። ካልእ መድሃኒት ናይ ሕማም ሽኮር ዝወስዱ ሰባት እዮም፣ ምክንያቱ ሽኮሮም ኣዝዩ ትሑት ክኸውን ስለ ዝኽእል። ብተወሳኺ ኣይቢኤስ ወይ ድማ ናይ ማህናጡ ጸገማት ዘለዎም ሰባት እዮም ምክንያቱ ልዑል ፋይበር ንመንፋሕቲ ከጋዶ ስለ ዝኽእል መዓልታዊ ኣብ ኣወሳስዳ ሽንፋ ብውሑስ መጠን ዓቐን በብደረጃ ዕድሚኡ ክንደይ ይኹሰድ ዘለዎ ብሳይንሳዊ መጽናዕቲ መዓልታዊ ክንወስዶ ዘለና ህፃናት ማለት ካብ 6 ክሳብ 12 ዓመት ዘለዉ ፍርቂ ማንካ ሻሂ ኣብ ሓደ መዓልቲ ክወስዱ ይግባእ መንእሰያት ማለት ካብ 13 ክሳብ 18 ዓመት ሓደ ማንካ ሻሂ ጥራይ ዓበይቲ 19 ክሳብ 50 ዓመት ዘለዉ ከዓ ካብ ሓደ ክሳብ ክልተ ማንካ ሻሂ ክወስዱ ይኽእሉ እዮም። ኣረጋውያን ልዕሊ ሓምሳ ዝዕድሚኦም ከዓ ሓደ ማንካ ሻሂ ጥራይ፣ ዘጥብዋ ደቂ ኣንስትዮ ሓደ ማንካ ሻሂ ከምኡውን ወርሓዊ ፅድያት ዘለወን ደቂ ኣንስትዮ ኣብ ሰሙን ወርሓዊ ፅግያት ሓንቲ ማንካ ሻሂ ጥራይ እየን ክወስዳ ዘለወን። ንኣወሳስዶ ዝምልከት ብዝተፈላለየ መልክዕ ክንወስደ ንኽእል ኢና። ንኣብነት ኣብ ውዑይ ማይ ን30 ደቂቕ ብምእላኽ ድሕሪ ብምስታይ ለይቲ ኣሊኽናዮ ሓዲርና እውን ንኮ ክንሰትዮ ንኽእል ኢና። ከም ኣብ ጸባ ኣብ ርግኦ እውን ሓዊስና ክንሰትዮ ንኽእል። ካልኦ ናብ ዝኾነ ዝብላዕ ሓዊስና ምብልዑ ክጥዕመና ክንወስዶ ንኽእል ኢና። ስለምንታይና ኣሊኽና ንወስዶ ዝብል ሕቶ እንተደኣ ሃልዩ፣ ጸረ መኣዛታት ይቕንስን ጠቐምቲ ውህደታት ድማ የነቓቕሕን ስለ ዝኾነ እዩ ከምኡውን ንምሕቓቕ ኣዝዩ ዝቐለለ ስለ ዝኾነልና ንሽንፋ ማስ እንተወሰድናዮ እዩ ኣዝዩ ዝበለፀ ሽፋ ኣብ ዝኾነ ግዜ እኳ ክንወስዶ ንኽእል እንተኾና ንፍልይ ዝበለ ጥቕምታት ግን ኣብዞም ዝስዕቡ ግዜ እንተወሰድናዮም ተመራፂ እዩ ንኮ ኣብ ጥራሕ ከብድና እዚ ንምሕቃቕ መግቢ ምጉዳል ሰብነት ከምኡውን ንሕማም ምክልኻል ዝበለጸ ግዜ እዩ። ለይቲ ቅድሚ ምድቃስና እዚ ከዓ ንሕማም ምሕቓቕ ምግብን ወይ ድማ ንደገፍ ድቃስን ኣዝዩ ስለ ዝሕግዘና ኣብ እዋን ወርሓዊ ጽድያት እዚ ከዓ ንዝጠፉ መኣዛታት ንምምላእን ምጭብባጥ ንምቅላልን ከምኡውን ደቂ ኣንስትዮ ኣብ ግዜ ድሕሪ ሕርሲ እዚ ድማ ንምጥባውን ምሕዋይን ክድግፈና ስለ ዝኽእል ብሓፈሻ ሽንፋ ብሰፊሑ ከም ዝረኣናዮ ካብ ሃርሞናት ክሳብ ሂሞግሎቢን ማለት ነፍሲ ወከፍ ክፋል ኣካላትና እዩ ዝድግፍ።